ከምቲ ኣነ ደሓን ዘለኹ እውን ንስኻትኩም ድማ ደሕና ክትኮኑ ልባዊ ተምኒተይ እዩ። ኣኣብ ዘለኹምዎ ሰላምኩም ይብዛሕ ብሩኻተይ። እምበኣር ጥበበኛ ጥበበኛ እያሱ ወዲ ሲራክ ምዕራፍ ትሽዓንተ ምዕራፍ ዓሰርተ ኣንቢብና ነይርና ምዕራፍ ዓሰርተ ሓደ ይቕጽል ምዕራፍ ዓሰርተ ሓደ ኣብ ትሕቲ ሰብ ዘላ ጥበብ ርእሱ ልዕሊ ከም ዘበለ ትገብር። ኣብ ማእከል ዓበይቲ ሰባት ድማ ተቕምጦ። መልክዕ። ጽቡቕ ዝመልክዑ ሰብ ርኢኻ ኣይትንኣዶ፣ ክፉእ ዝመልክዑ ሰብ ርኢኻ እውን ኣይትጽላእ። ንህቢ ካብቶም ዝነፍሩ ንእሽቶ ፍጥረታት ሓንቲ እያ። እተፍርዮ ግና ካብቲ ጥዑም እንብሎ ነገር እቲ ዝበለጸ እዩ። ጽቡቕ ክዳን ኣብ ዝተኸደንካሉ ግዜ ኣይትፈሳሕ። በታ ዝረኸብካላ መዓልቲ ድማ ገዛእ ርእስኻ ኣይተልዕል፣ ከመይ ግብሪ እግዚኣብሄር መስተንክር እዩ፣ ካብ ሰባት ድማ ኣዝዩ ሕቡእ እዩ። ብዙሓት ነገስታት ካብ ዝፋኖም ዝወደቑ ኣለዉ፣ ኣብ ግምት ዘይነብር ዘውዲ ዝደፍኡ ሰባት ድማ ኣለዉ። ውርዴት ዝተቐበሉ መራሕቲ ብዙሓት እዮም፣ ውሩያት ሰባት እውን ኣብ ኢድ ካልኦት ወዲቖም እዮም። ቅድሚ ምምርማርካ ኣይትንቀፍ፣ መጀመርያ ሕሰብ፣ ብድሕሪኡ ድማ ገስጽ። ከይሰማዕካ ኣይትመልስ፣ ሰብ እናተዘረበ ከሎ ድማ ኣብ መንጎ ጠብሩቕ ኣይትበል። ኣብ ዘይምልከተካ ጉዳይ ኣቲኻ ኣይትመጉት። ሓጢኣን ንሓደ ጉዳይ ክፈርዱ ከለዉ ድማ ሓቢርካ ምስኦም ኣይትቀመጥ። ኣታ ወደይ ብሓደ ግዜ ብዙሕ ስራሕ ኣይትሓዝ ስራሕ እንተ ኣብዚሕካ ክትሳቀ ኢካ ይቅርታ እንተ ኣሳዲድካዮ ኣይክትረክቦን ኢካ ካብኡ ክትሃድም እንተ ደሊካ ኣይክትመልቆን ኢካ ዝሰርሕ ዝደክም ኣዝዩ ዝጽዕር ሰብ ኣሎ እንተኾነ ግና ኩሉ ግዜ ምስ ሰኣነ እዩ። ካሊእ ከኣ ሓገዝ ዝደልዮ ኣዝዩ ዝሑል ሰብ ኣሎ። ሓይሊ የበሉን ኣዝዩ ውን ድኻ እዩ። ኣዒንቲ እግዚኣብሄር ግና ናብኡ ይጥምታ ኩሉ ከኣ ይጸብቐሉ ካብቲ ትሑት ናብርኡ የተንስኦ ንርእሱ ድማ ልዕል የብሎ። ስለዚ ድማ ብዙሓት ንዕኡ ርእዮም ይድነቑ። ኩሉ ነገር ጽቡቕ ኮነ ሕማቕ ህይወት ኮነ ሞት ሃብቲ ኮነ ድኽነት ካብ እግዚኣብሔር እዩ ዝመጽእ። ጥበብ ምስትውዓል ፍልጠት ሕጊ ፍቕርን ሰናይ ምግባርን ካብ እግዚኣብሔር እዩ ዝመጽእ። ጌጋን ጸልማትን ብቕደሙ ምስ ኃጥኣን ነበረ። ክፍኣት ምስቶም እኩይ ክገብሩ ከለዉ ዝጀሃሩ ትዓቢ። ህያው ኣምላኽ ምስቶም ፈሪሃ እግዚኣብሔር ዘለዉ ሰባት ትነብር። ንሳ እንተ ደኣ ፈቲኻያ ድማ ኩሉ ግዜ ትጽውዓካ። ይቅርታ ትዕወት። ብመንፋዕቱን ንገዛእ ርእሱ ብምኽሓድን ሃብታም ዝኾነ ሰብ ኣሎ። ግናኸ እንታይ እዩ ጥቕሙ? ደጊም ክዓርፍ በቲ ጻዕሪ ዘጥረኽዎን ክሕጎስ ይብል። እንተኾነ ቅድሚ ሞቱ ክንደይ ግዜ ከም ዝጸንሕን ነቲ ሃብቲ ንኻልኦት ሓዲግዎ ከም ዝኸይድን ኣይፈልጥን እዩ። ኣብ ዕዮኻ ጽናዕ፣ ከምኡ'ውን ተኸናኸኖ፣ ክሳብ እትኣርግ ከኣ ኣብ ተግባርካ ተጸመድ፣ ብተግባርካ ሃጢ ኣይትቕናእ፣ ግናኸ እግዚኣብሄር ኣሚንካ ኣብ ዕዮኻ ተጸመድ። ከመይ ኣብ ቅድሚ እግዚኣብሄር ንድኻ ሰብ ሃንደቤት ሃብታም ምግባር ቀሊል እዩ። ዓስቢ ፈሪሃ እግዚኣብሄር ዘለዎ ሰባት ካብ ኣምላኽ ዝመጽእ በረከት እዩ፣ ኣምላኽ ከኣ ንበረከት ቅልጡፍ እዩ ዘማዕብሎ። ሕጂ ብዛዕባ ዘድልየካ ኣብ መጻኢ ብዛዕባ ክህወካ ዘለዎ ዕድሎትን ኣይትሰሃር ዝኣክለይ ዝኣክል ኣሎኒ ንመጻኢ እንተኮነ ውን ክበጽሐኒ ዝክእል ጥፍኣት የልቦን ኣይትበል ብጽቡቅ ግዜ ክፉእ ግዜ ይርሳዕ ብክፉእ ግዜ ጽቡቅ ግዜ ኣይዝከርን ከመይ ኣብ ቅድሚ እግዚኣብሄር ንሰብ ኣብ መዓልቲ ሞቱ ከምታ ጠባዩ ዓስቢ ምሃቡ ቀሊል እዩ ናይ ሓደ ናይ ሓደ ሰዓት ጸበባ ዝነበረካ ጣዕሚ የረስዕ። ኩሉ ተግባራት ወዲ ሰብ ከኣ ኣብ መዓልቲ ሞቱ ክቕላዕ እዩ። ቅድሚ ሞት ንሓደ እኳ ሕጉስ እዩ ኣይትበል። ሰብ ብደቁ እዩ ዝፍለጥ። ኣብ ምህራይ ዓርኪ ጥንቁቕ ኩን። ናብ ገዛኻ ዝኾነ ሰብ ኣይትዓድም። ከመይ ተንኮለኛታት ሰባት ብብዙሕ መገዲ ከዐሽዉኻ ይኽእሉ እዮም። ከምቲ ዛግራ ብመደፈና እትትሕዛ፣ ዕቡይ ሰብ ከኣ ኣብ መፈንጠራ ንኸውድቐካ ይድይብ። ከም ሰላዪ ኮይኑ ከኣ ጎደለታትካ ይቋምት። እቲ ሰናይ ናብ ክፉእ ክልወጥ ዓዲቡ እዩ ዝጽበ። ነቲ ጽቡቕ ግምት ዝህቦ ግብሪ ድማ ነቄፍታ የላግበሉ። ካብ ሓንቲ ቆልዓ ሓዊ ብዙሕ ጓህሪ ይረክብ። ሓጢኣተኛ ከኣ ደም ሓጢኣተኛ ከኣ ደም ከፍስስ ዓደብ። ኣድብዩ ይጽበ። ንሓዋሩ ዝጸንሕ ነውሪ ከየገልወልካ፣ ካብቲ ክፍኣት ዘፍስ ዝሕፈስ ሰብ ተጠንቀቕ። ኣብ ገዛኻ ህውከት ከየምጸኣልካ፣ ካብ ስድራኻ እውን ከይፈለየካ፣ ባዕዲ ዝኾነ ሰብ ኣብ ገዛኻ ኣይትቀበል። ምዕራፍ ዓሰርተ ክልተ ሰናይ ግብሪ ሰናይ ግብሪ ክትገብር ከለኻ ንመን ከም እትገብር ፍለጥ፣ በቲ ሰናይ ግብርኻ ድማ ክትምስገን ኢኻ። ፈሪሃ እግዚኣብሔር ንዘለዎ ሰብ ሰናይ ግብሪ ግበረሉ እሞ ክትፈርዶ ኢኻ፣ ብእኡ እኳ እንተ ዘይተ። ብእኡ እኳ እንተ ዘይተፈደኻ፣ ብርግጽ ብልዑል ኣምላኽ ክትፍደ ኢኻ። እቲ ኣብ ሓጢኣት ዚነብር፣ ብምጽዋትን ዘይህብ ሰብ፣ ሰናይ ዘብልዎ ኣይረክብን እዩ። ፈሪሃ እግዚኣብሔር ንዘለዎ ሰብ ምጽዋት ሂቡ፣ ንኃጥእ ግና ኣይትሕግዞ። ንትሑት ሰብ ሰናይ ግበረሉ፣ ፈሪሃ እግዚኣብሔር ንዘይብሉ ሰብ ግና ኣይትለግሰሉ። ምግቢ ኣይትሃቦ፣ እወ፣ ብእኡ ምኽንያት ተመሊሱ ንኣኻ ከይገዘካ። ገለ ነገር እኳ ኣይትሃቦ፣ እንተ ዘይኮይኑ ዕጽፊ እቲ ንዕኡ ዝገበርካዮ ሰናይ ግብሪ ኣብ ልዕሌኻ ክፉእ ነገር ክሰልጠበካ እዩ፣ ክስልብጠካ እዩ፣ ከመይ ልኡል እግዚኣብሄር ንሓጥይን ይጸልኦም እዩ። ፈሪሃ እግዚኣብሄር ንዘይብሎም ሰባት መቕጻዕቲ ከውርደሎም እዩ፣ ንሕያዋይ ሰብ ለግሰሉ፣ ንሓጥእ ግና ኣይትሓገዞ። ኣብ ግዜ ሃብቲ እሙን ፈታዊኻ መን ምዃኑ ኣይፈለጥን እዩ፣ ኣብ ግዜ ጸበባ ኸኣ ጸላኢ። ኣይስወርን እዩ። ክህብትም ከሎ ጸላእቱ ይጉህዩ፣ ጸበባ ክረክብ ከሎ ኣዕሩኽቱ ከይተረፉ ይፍለይዎ። ንጸላኢኻ ፈጺምካ ኣይትእመኖ፣ ከመይ ክፍኣቱ ከም ምምራት ናሕሲ እዩ። ሽሕ እኳ ትሑት መሲሉ እንተ ቐረበካ ተጠንቀቕ፣ ካብኡውን ተሓሎ፣ ከምቲ እንተ ዘይ። ዘይወልዊልካዮ ዘይበርህ ዝመረተ መስትያት ሓጺን ኮይንካ እዩ ንኣኻ ገልቢጡ ኣብ መንበርካ ኮፍ ከይበለ ኣብ ጥቓኻ ኣይተቕርቦ ናይ ክብሪ መንበርካ ክወስድ ከይፍትን ኣብ የማነይካ ኣይትቀመጦ ኣብ መወዳእታ እቲ ዝተዛረብክዎ ሓቂ ምዃኑ ምስ ተፈለጠካ ብጣዕሳ ቅረጽ ከይትብል ምኽረይ ስማዕ። ዓዚም ገይሩ ምስ ተመን ዝጻወት ወይ ምስ ሓሰማት ኣራዊት ዝጻወት ሰብ እንተ ተጓድኤ ዘይድንግጸሉ የልቦን። ከምኡ'ውን ነቲ ምስ ሓጥእ ዝመሓዞ ኣብቲ ንሱ ዝገበሮ ሓጥያት'ውን ዝወድቕ ሰብ ዘይድንግጸሉ የልቦን። ጸላኢ ንጊዚኡ እዩ ምሳኻ ዝጸንሕ፣ መከራ ምስ መጸካ ግና ኣብ ጎድንኻ ደው ኣይብልን እዩ። ኣብ። ጎንኻ ደው ኣይብልን እዩ። ከመይ ገይሩ ናብ ግርጉዳ ከም ዝድርብየካ እናሓሰበ ከሎ ብኣፍ ጥዑም ቃላት ይዛረበካ። ሓዘንካ ዝካፈለካ ክመስል ይነብዕ። ዕዱል እንተ ደኣ ረኺቡ ግና ንኽቐትለካ ድሕር ኣይብልን እዩ። መከራ እንተ ወደቅካ ቅድሜኻ ኣብኡ በጺሑ ክትረክብ ኢኻ። ዝሕግዘካ ተመሲሉ ከኣ ንኸጽድፈካ ክድይብ እዩ። ርእሱ ይንቕንቕ፣ እናጠቕዐ ኢዱ ይሓስስ። ትሕቲ ታሕቲ ይዛረብ ኣዘራርብኡ ውን ይልውጥ። ኣሜን ስለቲ ቅዱስ ቃሉ እግዚኣብሔር ኣምላክና ዝተከበረ ዝተመስገነ ይኩን ስለ ድምፂ ምትሓተይ ይቅርታ ድምፂ ለኣብ መጀመርያ ንእሽተይ ንኣተዎ ነይሩ ይቅርታ ምዕራፍ ዓሰርተ ሰለስተ ይቅፅል።